ሰላም ሰላም ሰላም ከመይ ውዒልኩም ወይ ከመይ ውዒላትኩም ንገሊኹም ድማ ሓደራትኩም ክብለኩም እየ ኣብዛ ቪድዮ እዚኣ እንታይ ኢና ክንመሃር ኤክሰርሳይዝ ክንገብር ኢና ክሮስ ወርድስ እዞም ኣብዚ ዘርዚረዮም ዘለኹ ቃላት ኩሎም እዞም ኣብዚኣ ዘለዉ ቃላት ኣብዚ ቴብል ክንደልዮም ኢና ኣብ ቴብል ደሊና ክንረኽቦም ኢና ስለታ ናይ መጀመርታ ቃልና እንታይ እያ ኣይማ ምኣንን ኣይማ ረይዋ ኣይ ማእ መኣ ንን ኣይ ማእ ኣይ ማእ መኣነን ከ ለትስ ሰችት ደላይ ኢና ሕጂ ኣይ እዚኣ ኣ እዚኣ ድማ ኣ ኣይሰርሐትን ኣይ እየ ደልየ ኣይ ናብዚ ከይዳ ኣላ እዚኣ ኣይ ድማ ኦ ኣብ ዘር ተረኺባ ኣላ ኣይ ማ እ መ ኣ ን ን ኤግዛክትሊ ጽቡቕ ረኺብናይ ኣጋጣሚ ድሕሪያ ዘላ ቃል ኣይተበረሃንን ኣይተበረሃንን እያ ትብል ኣይተበረሃንን ኣይተበረሃንን ድማ እስከ ኣ እዚኣ ናብ ኩሉ ንኸየድና ኣይተ ኣይኮነትን ኣይተ እዚኣ ናብ ካልእ ትኸይድ እያ እዋእ ኣይተ ናብዚ ትኸይድ እያ እዚኣ እዚኣ እውን ናብዚ ትኸይድ እያ ኣይተ በረሃ ን ን የስ ኤግዛክትሊ ኤግዛክትሊ ድሕሪኣ ዘላ ቃል ድማ ኣይተሰቆረንን ኣይ ዲድ ኖት ኣንደርስታንድ ማለት እዩ ኣይተሰቆረንን ኣይ ተሰቆረንን እስከ ነንብባ ኣይተ ሰቆረንን ንድለያ እምበኣር ኣይተ የልና ንድለ ኣይ ተ ከምዚኤን እዚኣ ኣይ ኣይተ ኢልና ምሽ ኣይተ ሰ ኣይ እዚኣ ናብ ዝኸይደ እያ ኣይ እዚኣ ኸ ኣይተ ኖኖ ኣይኮነትን እዚኣ ኸ ኣይ ት ኖኖ ኣ እዚኣ እውን ኣይኮነትን እዚኣ እውን ኣይኮነትን እዚኣ እውን ኣይኮነትን እዚኣ ድማ ርኣይዋ ናብዚ ንኺድ ናብዚ ንኺድ ናብዚ ንኺድ የለን የለን የለን እዚኣ ቀዛሕ ኢላትኒ ቆየ ቆየ ኣብ ዘላ ኣሃ የስ የስ ያዶ ዘኪ ርኢኹማ ኣይ ኣይ sometimes we have to be smart the way we look for it ኣይተ ሰ ቆ ረ ን ን ኣይተሰቆረንን ኣሃ ደድሕሪኣ ድማ መተዓራረቂ ትብል ኣላ መተዓራረቂ መተዓራረቂ ትብል ቃል ድማ መስከ ንድለ መተ የላን ኣብዚ መ ትብል ኣብዚ የላን ራይዋ መ ኣብዚ ኩሉ መተ እያ ትብል መተ መተ ተናይ መጀመርታ መተ

የላን ጨ የብላ ናይ ተፈለዋይ ትገብርንያ ዘላ መመመመ መ ራይዋ ከምዚ ገይረ ይደልዮ ኣነ እቲ ዝሓፀረ መ ጨ ኣይኮነትን ባፈሎው ስለ ዘይገበረት መ ጨ ኖ ኣይኮነትን እዚኣ ድማ መመመመመመ ከምዚ ገይረ ይመፅእ መ ሲዋል ሲኢና ኣለና ጨ መ መብዝላ

ኣይት እተን ናይ መጀመርታ ሰለስተ ኣይት ኣ ኖኖ ኣይ ኣይ ናብዚ ገፀይ ኣይ ኣይትኽን ኣይተ ትብል ኣላ እዚኣ ድማ ኣይት ኦ ኤግዛክትሊ ኣብ ስከ ንፈትና እዚኣ ኣይት ኣይትር ሓቐለ ይ ግጆ ከምዚ ጌርና ኢና እንደልዮ እንደገና ድማ ኣብዚኣ እንታይ ትብል ኣላ ኣይትቕረበለይ ድማ ኢሉ ኣብዚኣ ዝበፅሐ ዘለኹ ኣይትቕረበለይ ኣይት ድማ ክደልየ ሕጂ ኣይ ኣይ ት ኖኖ ኣት ትብል ኣላ እዚኣ እዚኣ ኣይ ተ ኖኖ ኣይ ተ ኖኖ ተወዲእ እዚኣ የላን ኣ ኣ ኣ ናብዚ ኣይት እዚኣ ጌርናያ ኢና ናብዚ ግን እንታይ ትብል ኣላ ኣይት ቅረበለይ ኤግዛክትሊ ኣይተቕረበለይ ኣብዚ ኣይ ትቕረበለይ ኣይተቕረበለይ ኣይትቕረበለይ ድድሕሪኡ ዘሎ ድማ እዚኣ እንታይ ትብል ኣላ ተፈራሪሞም ተፈራሪሞም እያ ትብል ዘላ ፈራሪሞም ፈራሪሞም ድማ ተፈራ ክንደሊ ኢና ተፈራ ተፈ ኦ ተፈራ ኣብ ዘላ ተፈራሪሞ ም ኤግዛክትሊ ተፈራሪሞ ም ተፈራሪሞም ዝድሕሪኡ ዘሎ ድማ መጠናጥንቲ መጠናጥንቲ መጠናጥንቲ መንድለ መጥ መ ከ ኣብዚ የላን ኣብዚ የላን መ ኣብዚ የላን መ ረኣይዋ መ እየ ዝደሊ ዘለኹ መ ኣብዚ መፅኤ መ ናብዚ ገፀይ ናብዚ ገፀይ ናብዚ ገፀይ ኣይትሰርሐን ኣላ መ እዚኣ ድማ መ ኖ መ እዚኣ ኸ መ ናብዚ ገጸይ መጠናጥንቲ የስ ኤግዛክትሊ ተረኺባ ድማ እዚኣ መጠናጥንቲ መጠናጥንቲ ኤግዛክትሊ እዚኣ ድማ እንታይ ትብል ኣላ መረሳስንቲ መረሳስንቲ እዚኣ ድማ ክንደልያ ኢና መጀመርታ ከምዚ ገይረ መ ከዓ ክደልየ መ መ መ መ መ እዚኣ መዚኣ የላን መረ መረ መረ መረ መረ እዝደሊ መረ መረ መረ ሳስንቲ መ መረ መረ ናብዚ ገጹ እዩ መጽ እዚ መ መ ኖ ናብዚ ገጻ ትመጽእ ድያ ኣይኮነትን ናብዚ ገጻ ኸ መተ እዚኣ ኢልና ኢና መ እዚኣ ኸ እዚኣ እስከ ንረኣያ መተ መረ መረ ኖ ኖ

ቲ መረሳስንቲ ረኺብናያ እዚኣ ድማ እንታይ ትብል ኣላ ጥረ ምረታት ትብል ኣላ ጥረ ምረታትን ትብል ኣላ ጥረ ምረታትን ጥ ጥረ ክንጅምር ኣለና ጥረ እተን ናይ መጀመርታ ፊደላት ጥረም ጥረም ጥጥጥጥጥጥጥጥ ጥ የለን ኣብዚ ላ ጥ ጥኣ ኖኖ ጥ ናብዚ ገፀይ ኖኖ የላን ጥጥጥጥ ሳልሳይ ረዋ ኣለኹ ሕጂ ድማ ኣብዚ ጥጥጥጥጥ ጥጥጥጥጥጥጥጥ ክደለ ኣለኒ ከምዚ ኢለ ኦኬ ክሰግራ ክእለ እንድሕር ታብቂ ጥ ኣብዝላ ጥ እንታይ እያ ጥረ ጥ ናብዚ ናብዚ ኖና ኣይትኸይድን እያ እዚኣ ጥረ እዚኣ እውን ኣይትኸይድን እያ ናብዚ ድማ እስከ ንፈትና ክሳብ ጥ ንረክብ ጥ ጥል ኣብዚ ግን ትሰርሕ ድያ ጥ ጥ ናው የላን ናው ኣበይ ደኣ ስሒትና እያ እንታይ ኢልና ኣብዚ ጥረ ምረታትን ጥረ ምረ ታ ትን ታትን ትውድ ደኣ ጥረ ምረታ ትን እስከ እንደገና ኣብዚ ንርኣያ ኦ ኣብዚ ላ እንዲያላ ስጊርናያ ጥረ ምረ ታ ት ን ጥረምረታትን ትብል ነራ ኣብዚ ኣይረኣናያን ኦ መኣዝን ድማ ሕጅላ ኣብዚ መኣዝን መኣዝን መኣዝን ከዓ እስከ ንድለያ መ መ ካብዚ ጀሚረ መኣ ኖኖ መኣ መ መ መ መ መ መኣ መኣ መ ኣ ሰ ኖኖ መ ኖኖ መዚኣ ኸ ኣይኮነትን

መኣዝን እዚኣ እንታይ ትንብብ መኣዝን ኤግዛክትሊ ናይ መወዳእታ ዘላ ድማ እንታይ እያ ናይ መወዳእታ ዘላ ኣይተ ኣይተ ማህረትን ኣይተ ማህረትን እዚኣ ድማ እታ ክንገብራ ኢና ኣይተ ማህረትን እያ ትብል ዘላ ኣይተ ክንደሊ ኢና ኣይተ ኣይተ ኣይተ ዘን ኣን ሞንራየን እዚኣ እዛኣ እዚኣ ናብዚ ከይዳ እያ እዚኣ ድማ ኣይተ ተጠቒምና ኣላ ኢና እዚኣ ኸ ኣይተ ኖኖ የብላን ኣይተ ኣይተ ኣይተማሃረትን ድማ እዚኣ ድማ ኣላትና ኣ ኤግዛክትሊ ኣይ ተ ማ ህ ረ ት ን ዋው ፌኖመናል ብጣዕሚ ጽቡቕ ኩለን ረኺብናየን ኩለን ረኺብናየን ሶ እዚኣ እንታይ ትንበብ ነይራ እዚኣ ተፈራሪሞ ም ትንበብ ነይራ እዚኣ ከ እንታይ ትንበብ ነይራ እስከ ንርኣያ ኣይ ኣይ ማ መ ኣ ን ን ኣይ ማእማእንን እዚኣ ከ እንታይ ነይራ እዚኣ እዚኣ ድማ ኣይ ትቕረበለይ ኣይትቕረበለይ እዚኣ ከ እንታይ ነይራ ኣይተማህረትን ዋው እዚኣ ከ እንታይ ነይራ ኣይተሰቆረንን ን ኣይተሰቆረንን እዚኣ ከ እንታይ ነይራ እዚኣ ድማ ጥረምረ ታ ት ን ጥረ ምረታትን እዚኣ ከ እንታይ ነይራ እዚኣ ድማ እዚኣ ድማ ከምዚ ንሪኣ መጀሚራ መተ ዓራ ረ ቂ መተዓራረቂ ኤግዛክትሊ እዚኣ ከ እንታይ ነይራ እዚኣ ድማ መረሳ ስን ቲ መረሳስንቲ ኤግዛክትሊ እዚኣ ከ እንታይ ነይራ እዚኣ ድማ ኣይትርሓቐለይ ኣይትርሓቅለይ እዚኣ ከ እንታይ ነይራ እዚኣ እዚኣ ብግምጥልሽ ዝረኣናያ መጨ ባ በ ጥ ን መጨባበጥን ኤግዛክትሊ ዋው ሰሰናይ ጠጥዕሙ ንዓኻትኩም ወዘ ጉድ ኤክሰርሳይዝ